ኣልቦ ዋላ ሓደ ኣብቲ ሕሉፍ እዋን ጸላእ እንትወረና ምስ ተፈላለና ካብ ምዉቕ ገዛ ክቡራት ስድራና ነዋርሕ ዝኣክል ምስ ጸናሕኹ ኣብ ጎቦታት በዓቲ ዓድና ሃዲሙ ምስ በሉኒ ተተመለስኩ ናብ ኣጉደና ትጉዕዝ ሓዲረ ምስ ኣተኹ ምስ ረፈደ ኣብታ ጸባብ ኣጉደና ካብ ስድራና የለን ኣልቦ ዋላ ሓደ ኣልቦ ዋላ ሓደ መሬት ብገፋሓ ዕንቁ ኮይናትኒ ብጽምዋ ተኸቢበ ደልሃመት ኮይንኒ ዘዝረኣየኒ ኩሉ ሓዚኑ የሕዝነኒ ኣነፍታ ጸባብ ኣግዶ ዝብሎ ጠፊኡኒ ኣቲ ኣግዶ ንገርንባ ንስኸውን ዶ ክጠልምኒ ናብ ኢና ኸበልኺ ገለባ ንገርኒ ዕረ ኣፈውፅኢ ንገርኒ ዝኸድዎ ጋዶ እዩ ኣጉዶና ናፍቕ ስድራ መስቀሎ ኣልቦ ዋላ ሓደ ገለ እባ ሓብሩለይ ሃዋርያ ናይዚ ገዛ ኣልቦ ሓደ የለን ጠሊሞምኒ ከም ብዋዛ ኣህ እዋይ ቃንዛ ኣልቦ ዋላ ሓደ የለን ስኢነ ነጋር ወረ ኣእምሮይ ተረብሹ መዓንጣይ ሓሪረ ናይ ዕድመ በዓል ጸጋ እቲ ዓምዲ ናይ ስድራ ኣቦይ ቀቲሎሞ በቲ መጋዝ ካራ እቲ ዓቕሚ ሄዋን ዘይበጽሐት ዓጽማ ዘይተረረ ጭካነ ብዝተመልኦም ዝተጋሰስዋ ብመብረ እዚ ከይኣክል ከይትወልድ ከይትፈሪ ማህፀና ገይሮሞ ሰፈር ምስማር ጠቒሎም ብኽሪ ኣየ ፈጣሪ ዘይተረረት ለግለግ ዘይነበራ ኣበር ኣብ ዘይዕድሚኣ ሓፍተይ ጸቒጥዋ መቓብር ኣደይ ተእወየት ስኢና ረዳኢ ሬሳኣ ክትሓቁፍ ክትጽበ መጻኢ ኣልቦ ሓደ የለን ምፍጣርካ መጽልኢ ኣየ ወላድ እዚ ዶ ትርኢ በዚ ኩሉ ግፍዒ ዝተሰብሪ ልባ ከይጸገነ እቲ ምስኣ ዝተረፈ ወዳብ ቅድሚኣ ተረሸነ ኤሄ ነገ ይዋጋል ጅንታ ስለሆነ ኢሎም ናብ ገደል ጽዲፎሞ ሓመድ ኣዳም ሰኣነ ሳልሳይ መርድእ ኻብ ስድራ ኾነ እዋይ እዋይ ዝረኽቦ ኣነ ተመላሊሶም ኣደይ እናበኸየት ይረኽብዋ ኣንተ እቺ ጅንታ እንግደላት እንዴ በልዋ ስለ ወላድ ኢላ ኣብ ብርኮም ምስ ወደቐት ከምዘይ ናሕሱ ኢላ ኻብ ገጾም ምስ ኣንበበት ዘርኣይ ጠፊኡ ኣይጠፍእን ትግራይ እያ ትስዕር በለት። ሓለን ግብሕትነት ዝገረፋ ኣደይ ውን ንዘልኣለም ከደት ኣልቦ ዋላ ሓደ ናይ ኣልቦ ዋላ ሓደ የለን ፍቅሪ ስድራ ኣጉዶ ሎምስ መሪርኒ ዓደይ ሓዲጎሞ ናበይ እየ ዝኸዶ ትዕድልቲ ድዩ ኮይንዎም ከም ዘርኢ ክጠፍኡ ኣብዘይውዓልሉ ኣብዘይነበርሉስ እንታይ እዩ ጣጡ ግፍዕታት በዚሑ እዚ ኩሉ ምስ ኮነ ኣነ እውን ወሰንኩ ሕልናይ እሚነ ኣብ ምንጋጋ ጸላኢ ክልተ ሰሙን ሰልጢነ ናብ ገድሊ ተሓወስኩ ፈዳይት ሕነ ኮይነ ወለደይ ወለደይ ክንደይ ደሞ እስኪ ከይትብሉኒ ዓወት እዩ ደሞዘይ ካልእ ደሞዝታ የለኒ ሓራ ትግራይ እንተርኤ ስኡ ደሞዘይ በቃ ውዒ ዝርስዖ ናይ ሕልና ቃንዘ ምዕብልቲ ትግራይ ምስ ተሃንጸት ብኡ እየ ክኸስቦም ገዛይ እቶም ብሰንኪ መንነቶም ዝሰኣንክዎም ስድራይ ኣብዚ ኸዚ ዝበጻሕኽዮ ታሕጓስ ተሰሚዕክዶ ኣይትበሉኒ። ጸላእተይ ሃደሽደሽ ምስ በሉ ዝሕጎሰሉ ግዜ ኣለኒ። እወ ኣነ ዝቐስን ዝጥንክር ሓሳብን ድሌትን ተጋሩን ትሰምር፣ ሰራዊተይ ድኻሙ ዝጽብጸብ ትግራይን ትፈርን ትዕንብብ፣ ብጾተይ ደመ ረሃጾም ዝትካእ ድሌት ህዝቢ ትግራይን ትማላእ፣ ብሰኣኖት ስድራይ ዝተሰብረ ልበይ ዝጽገን ተዓባይ ትግራይ ተፈራሒትን ትትከእ። ትከውን ሓቦስ ሓቦ ኣለኒ ተሪር መዓንጣ ንጸላእተይ ምሰ ጣሕኽዎም ከም ቋንጣ ባዕልኻ ዘምጻኻዮ ጣጣ ዓለም ዝመስከሮ ብልሐይ በል ፍለጣ ኢለ ሕነይ ብቂም ከይፈድዮ ኣይፈቕድን እዩ ሕልናይ ምኽንያቱ ትግራወይቲ እየ ውሕልል የተዓባብያይ ጓልቶም ሊቃናት እየ ጓልቶም ናይ ጥበብ መምሃራን ጓልቶም እየ ሓደ ኣማት ዝገልጽ ስልጣን ኣክሱማውያን ዋላ ተኸፍኣ ጽባሕ ካብ ሎሚ ተመረረ ንቕድሚት ክስጉም እየ ቃል ሕድሮም ዓቲረ ሓደ ሓቂ ክዛረብ ናይዚ ታሪኽ እዚ ተኻፋሊት ምዃነይ ስጋ ብጾት ኢለኩም ደረት ኣልቦ እዩ ሓበነይ ሓደ ሓቂ ክዛረብ ተጋዳሊት ምዃነይ ስጋ ብጾት ኢለኩም ደረት ኣልቦ እዩ ሓበነይ ገጣሚት ተጋዳሊት ኣበባ ተስፋይ ወይ ከዓ ሚዘር ትግራይ ብደቃ ትኽበር የቐንየለይ።